ሰላም ሃመይ ትጸንሑ ክቡራትን ፍትዋትን ተኸታተልቲ ሳሚ ጄንሳይድ ኣምና ሎማዓንቲ ምድላውና ከምቶም ዝሓለፉ ቪድዮታት ንኣኹም ከባራታትዑ ከነቓቕሑ ዝኽእሉ ቪድዮታት ንኣኹም ነብለሉ ግዜ ኣየር ሰዓት በፂሕ ኣሎ ኣምና ሎማዓንቲ ከነካፍለኩም ቪድዮ ወይ ድማ ናብኹም ነብፅሖ ምድላው ብዛዕባ ኣብ ኣእምሮና ፕሮግራም ዝተገበረ ንቕድሚት ከይንጓዓዝ ንቕድሚት ከይንስድር ሓልዩ ዝሓዘና ኣመለኻኽታ እንታይ ምዃኑ ከመይ ካብዚ ዓይነት ኣመለኻኽታ ባዕልና ክነውፅ ከም ንኽእል ናብኡ ክንነግረሉ ሓፃር ታሪክ ንነግረኩም እዩ ክኸውን ሎማዓንቲ ማለት እዩ ሰባት ክንበሃል ከለና ካብ ናይ ህይወት ሂደት ወይ ድማ ናይ ህይወት ፕሮሰስና ዝተፈላለዩ መንገድታት ፅዕንቶ ይወፅኹ እዮም ካብ ወለድና ካብ ትምህርቲ ቤትና ካብ መሓዙትና ኮታስ ካብ ኩሉ ክፋል ህይወት ማሕበረሰብና ናባና ፅዕንቶ ዝገብሩና ብዙሓት ሰባት ኣለዉ እሞ እዞም ሰባት እዚኦም እንደናይ ደኣ ቅድ ኣብ ኣእምሮና ፅዕንቶ ከም ደምፁ ብናይ ሓፃር ናይ ሓራምስ ታሪክ ናባኹም ነብለላ ማለት እዩ ሓደ መንእሰይ ብዝኾነ ኣጋጣሚ ናብ ዝኾነ ማሕበረሰብ ናይ ናብ ምጥያቅ ወይ ድማ ናብ ምሕታት ዕድል ይረክብ እሞ ናብዞም ሰባት ምስ ከደ ኣብቲ ከባቢ ዝረአዮ ነገር ኣብ ኣእምሮ ኣብ ኣእምሮ ዝኾነ ነገር ሓዲግሉ ይምለስ ማለት እዩ ኣብቲ ማሕበረሰብ ዝኸዶ እዚ ሰብ እዚ ዓበይቲ ሓራምዝ እቶም ናይ ዓለምና ዓበይቲ ሓራምዝ ዝበሃሉ እንስሳታት ብንእሽተይ ገመድ ተኣሲሮም ክኸዱ ከለዉ ይድነቕ ወይ ድማ ይግረም ካብኡ ናብቶም ትሬን ዝገብርዎም ወይ ድማ ለለማምድዎም ሰባት ቅርብ ኢሉ ድማ ሕቶኦም ኣሰዕረሉ እዞም ዝኣኽሉ ዓበይቲ እንስሳታት ክንደይናይ ዝኣክል ትምህርቲ ወይ ድማ እንታይ ዓይነት ጥበብ ተማሂር ገይርኩም ኢኹም በዛ ንእሽተይ ገመድ ኣሲርኩም ኣለሉ ድማ ሕቶ ኣስዕበሎም እቶም ሰባት እቲ መንእሰይ ካብዚ ከተማ ወይ ድማ ካብ ሓድሽ ሰፈር ስለዝመፅእ ብምርዳእ እዞም ትሪኦም ዘለካ እንስሳታት ብህፃውነቶም ከሎ ብንእሸይ ገመድ ኢና ንኣስሮም ነርና ኣብቲ እዋን እሱ ድማ እቲ ገመድ ንዕኦም ክብንጥሱ ወይ ድማ ካብቲ ገመድ ከምልጡ ይኸብዶም ነይሩ እዩ እዚ ነገር ብዙሕ ፈቲኖም ኣብቲ እዋን እሱ ኣብቲ እዋን እቲ ግን ክሰምረሎም ወይ ድማ ከምልጡ ይኽኣሉ እዩ እዚ ነገር እዚ ድማ ኣብ ኣእምሮም ፕሮግራም ኮይኑ ምስ ዓበዩ እውን ሓድሽ ነገር ከይፍትኑ ሓድሽ ነገር ከይምክሩ ኣእምሮኦም ተኣሲሩ ይርከብ ማለት እዩ እሞ እዚ ነገር እዚ እቲ መንእሰይ ብምምሃር ናይና ደቂ ሰባት ደቂ ሰባት ክንበሃል ከለና ኸ ክንደይናይ ዝኣክል ፅዕንቶ እዩ ዘለና ኣብቲ ንእስነት ዘመና ክኾን ይኽእል ኣብቲ ቅድሚ ብዙሕ ዓመታት ዝፈተናዮም ነገራት ሓድሽ ነገር ንምፍታን ወይ ድማ ሓድሽ ነገር ንምምካር በቲ ዝነበረና ፕሮግራምድ ኣእምሮና ዘቐመጥናዮ ኣተሓሳስባ ክንደየናይ ልኣክል ፖውዝ ወይ ድማ ክንደየናይ ልኣክል ጠጠው ከም ንብል ባዕልና ክንሓቲ ከም ዝግበአና ንባዕሉ እውን ትምህርቲ ዝወሰደሉ እዩ እሞ ንሕና ሰባት ኸ ቅድሚ ዓሰርተ ዓመት ወይ ድማ ቅድሚ ሓሙሽተ ዓመት ቅድሚ ክልተ ወርሒ ዝፈተናዮ ስራሕ እ፣ ኣብቲ እዋን ኣብቲ እዋን እቲ ከቢድና ወይ ድማ ኣብቲ እዋን እቲ ዘይመቸየና ክኾን ይኽእል እዩ እዚ ነገር እዚ ኣብ ኣእምሮና ኣይከኣልን ወይ ድማ እዚ ነገር እዚ ክንሰርሖ ኣይኽእልን ዝብል ኣመለኻኽታ ተሃሊና ሕዚ ክንቀርፎ ከም ዝግብአና እዩ እሞ ካብ ሎማዓንቲ ሰማዕትና እውን እቶም ንዓና ከባራታትዑ ወይ ድማ እቶም ንዓና ንቕድሚት ከሰጉምና ዘይክእሉ ኣመለኻኽታና ካብ ኣእምሮና ክንብትን ወይ ድማ ክነውፅእ ይግብአና ማለት እዩ እዚ ናይ ሎማዓንቲ መልእኽቲ ናይ ኩሉ ግዜ ኣእምሮና ብኣውንታዊ ኣመላኽኽታ ይዓንብብ ኩሉ ነገር ይከኣል እዩ ኩሉ ነገር ክሳኻዕ ዝኽእለሉ መንገዲ ኣብ ኢድና ከም ዘሎ ክንርስዕ የብልናይ ማለት እዩ እግረ መንገድና ኣብዚ ሰሙን እዚ ወይ ድማ ኣብ ዝሓለፉ ሰሙናት ኣብ ዓለም ብርኪ ብዙሕ ስራሕቲ ዝሰራሕት ሎሚ ሪኮግኒሽን ዝተዋሃባ ሲኤንን ሂሮስ ብልብል ዓመታዊ ሽልማት ዝረክብ ናይ ዓለምና ዓብዪ ትካል ዝኾነ ሲኤንን ሕርይቲ ገይሩ መሪፅዋ ኣሎ ፍረወይኒ መብርሃቱ ጌርና ያለና ቲሸርት ማለት እዩ በብልካ ኣለና ኣብቲ ዜና ሶሻል ሚዲያ እንዳኣተና ድምፅና ክንህባ እግረ መንገዲ እውን ከተሓሳስብ ወይ ድማ ከዘክረኩም ይፈቲ ማለት እዩ ንዝበለፁ ተወሳኽትን ሓፀርቲ ቪዲዮታት ሳሚ ጄንሳይት ዩቲብ ቻናል ብምእታው ሳብስክራይብን ላይክን እና ንመሓዝትና እውን ከተካፍሉ እግረ መንገድኹም ከተሓሳስብ ወይ ድማ ከዘክር ይደሊ ብሩክ መዓልቲ ይኹነልኩም ኣወንታውነት ይዓንብብ ሳሚ ጄምስ ኣርት